ክኸፍታ እኮ ዕድል ኣይሃብካንን ክኸፍታ ኣነ ዕድል ደይብ እንድሕር ዳ ብሰላም ሜሪ ንዓ እሞ ወዲ ሹቕ እንዲኻ ወዲ ሹቕ እንዲኻ ትብል ሕጂ ጓል ሹቕ ኢኻ ምሳኻ ዘሎ ሕጂ ንዓ ሕጂ ሓሳበይ ክሳብ ዝውድእ ዘረባይ ማለት እዩ ዘለካ ማለት እዩ ክሳብ ዝውድእ ሱቕ ኢልካ ኢኻ ክትገድፈኒ እ ሓፋር ከዳዕ ምዃንሲ ኣቋርፆ ሓፋር ፈቃር ድዮም ዝብሉ ሓፋር ክዳዕ ማለት እዩ ብኡ እየ ክጅምረልካ ሰላም ድዩ ቀፅሊ ናፍቲ ጉዳይክ ተዛረብ። ያ ናይ ናይ ክቕፅል ዘይኮንኩ ክቕፅል ዘይኮንኩ ሕጂ ክትዛረብ እንዲኻ ኣነኻ ክምልሰልካ እየ ገለ ፖለቲካ እየ ክዛረብ መፅአ ባይዘወ ትፈልጠኒ ኢኻ ፖለቲከኛ ምዃንኩ ሕጂ ብከምኡ እየ ክዛረብ መፅአ ቀፅል ሕጂ ፕሮፋይለይ ስለ ዝቐየርኩ ቀዳማይ ፕሮፋይለይ ቀይረ ሽመይ ቀይረ ንሕና ንሱን ኢዲኤፍ ኢለ ምስ መፃኹ እ የእቲኻኒ ማለት እዩ ናይ ባባ ስብሓት ኢፍሬም ኮሎ ግን ሽመይን ኮሎ ግን በቃ ሸለል ክትእዝዘለይ ፀኒሕካ ማለት ሕጂ ኣይፈለጥካንን ከይትኸውን ጓል ግደ በሃል ዕልልቲ ህግደፋዊት ቀፅል ኣይ ኣነሳይ ክፅልኒ ይቐፅል እስኺ ክርእቶ ክትህብ ቀፅል ደኣ ኣንጢርካኒ እንዲኻ መንነተይ ምስ ፈለጥካ እኮ ኣንጢርካኒ ሕጂ ሃየ ኣይዛርብ ኣነ ተዛሪበ ወዲእ ተዛርብ እስኺ ታሕድል ይበክ እንታይ ትብል ኖኖ ሕጂ እቲ ፖለቲካ ትዛረቦሲ እቲ ምሽካዕ ንመንእሰያት ትዛረቦስ ንዕኡ ክምልሰልካን ርእሲ ርእስኻን ክብለካን እንደ መጽኤ ሕጂ ሃየ በቲ ፖለቲካ ትሓቶም በቲ ፖለቲካ ትዛረቦ ገለመለ ሕጂ ኣነ መጽኤካ ኣለኹ ማለት እዩ
ኣደ ኣምላኽ ኣቦይ ጽበየካ ጸኒሐ ማዕረ ክልተ ሰሙን እያ ክትወስደለይ እዚኣ ሽም ኣካውንት ንክቕይራ ኮነ ኢለ ግን ተዛረቢ ሕራይ መሆን ሰማዕኪ ተዛረቢ ሓሳብካ ሃብ ዋእ ሓሳብካ ሃብ ተዛረብ። ብዛዕባ እንታይ ሕጂ ሓሳብ ክህብ ኣየናይ ሓሳብ እዩ ክህብ ኣየናይ ክድዓት ትዛረቡ ኣየናይ ምስውሱ ክድዓት ናይ መንእሰያት ትጾርቦም ዘይኮንካስ ናብ ገደል ተጽድፎም ዘለካ እዩ ክዛረብ እስከ ንገረኒ ወይ መርገም ትዛረብዮስ ኣነ ክነግረኪ ተዛረቢ ደስ ዝበለክስ እወ ተዛረቢ በየናይ ክጅምረልካ ብዝደለኽዮ ተዛረቢ ተ- እንድዕ እንታይ ክትዛረብ ደሊኺ ኣነ እኮ ይኮንኩ ናትኪ ድነግረኪ እወ ሕጂ ተዛረቢ በየናይ ክጅምረልካ በቲ ነቶም መንእሰያት ከመይ ጌርካ ለባም ለባም እንዳተጻወትካ ፈላጥ መሲልካ ተጽድፎም ድየ ክጅምረልካ ወይስ በቲ እ፣ ልኡኽ ናይ በዓል ኤልሳ ጭሩም ምዃንካ እየ ክጅምረልካ በየናይ ክጅምረልካ ብደስ ዝበለክስ ተዛረቢ ዕድል ተዋሂብክልኺ
እንታይ ደኣ ርእስኻ ሕሚካ ድዩ እንታይ መዓት ይወልድ ከተፍቅር ዝመፀት ኣይኮነትን ፖለቲካኻ እቲ ጉዕዙይ ፖለቲካኻ ስ ክሰብር ኢላ ዝመፀት እያ ኣራይ እሞ ስለ ሪዮ ተዛረቢ ቀፅልባ
ደቂ ባባ ኤስኹም ኢና ንገብር እንዳ ንሕና ንሱም ከምኡ ኢና ንገብር ፅዕና ኢና በቃ ቀጥቀጥ ንብለኩም እ? በዓል ሜርሲ በቃ ፖለቲካ ንፈልጥ ኢና እዚ መንእሰይሲ በቃ ዋና የብሉን እሞ ኣብ ድላይና ሸኾርተት ከነብሎ ኢና ብምባል እትሰርሕዎ ፖለቲካ ጉዕዙይ ፖለቲካ ኣመንዝራ ፖለቲካሲ በቃ እ፣ ስራሕ እዩ ተረኺቡለይ ማለት እዩ ሕጂሲ የጥፍኦም ኣለኹ ነዞም መንእሰያት ነዚኦም ሓንቲ ዘይፈልጡ ምባልካ ብጣዕሚ ማለት እዩ ከይነኣስኩኻ ኣይተረፍኩን ግን ክሳብ መዓሰ እዩ ክሳብ መዓሰ እዚ ከዳዕ በቃ ሓፋር ከዳዕ ኮይንካ ምኻድ ማለት እዩ ጉልባብካ ዘይተቐልዕ ሰለምንታይ ጉልባብካ ቀሊዕካሲ ከምቶም ጉልባቦም ቀሊዖም ከዳዕ ኣዶ ኣለዎስ ከምኦም ዘይትኾን እንታይ ገድሽካ እንታይ ገድሽካ ሙስሊነት ኣብ ሙስሊነት ትነብር ሜሩዋ ከምዚ ናተይ ገይራ ትዛረበካ ረኺብካ ዶ ኣይረኸብካን መዓንጣ ዘለዎ የለን መዓንጣ ዘለዎ የለን ንሕና ደቂ ህግደፍ ግን ብፍላይ ከዓ ደቂ ኣንስትዮ ከምዚ ኢና በቃ ተረዲእካኒ? እስኹም ኢኹም ከዓ ስራሕና ባይዘወይ ሜሪ ክነግረካ እስኹም ኢኹም ስራሕና በቃ ኣብዚ ኣንፀፂ ከነብለኩም ሲ እስኹም ኢኹም ስራሕና ኣብዚ በቃ ከም መንፊት ሃሪምና ሃሪምና ሃሪምና በቃ ክንፅርግፈኩም ሲ እስኹም ኢኹም ስራሕና ከምዚ ሕሩጭ ማለት እዩ እሞስ ኣንጸጺን ንተዛረቢ ዕድል ክበክስ ተዛረቢ ኣንጸጺን ድሌትክስ በልኒ። እቲ ፋሽል ፖለቲካኻ እምበር ሕጂ ዘይፈልጡ መንእሰያት ኣምጺኻ ዲኻ ኣብዚ ትዘርኦ ሕጂ ጽቡቕ ጌረ ክኸፍታ እኮ ዕድል ኣይሃብካንን ክኸፍታ
ሜሪ ንዓማ ወዲ ሹቕ እንዲኻ ወዲ ሹቕ እንዲኻ ትብል ሕጂ ጓል ሹቕ ኢኻ ምሳኻ ዘሎ ሕጂ ንዓ ሕጂ ሓሳበይ ክሳብ ዝውድእ ዘረባይ ማለት እዩ ዘለካ ማለት እዩ ክሳብ ዝውድእ ስቑኢልካ ኢኻ ክትገትፈኒ ሓፋር ከዳዕ ምዃንሲ ኣቋርጾ ሓፋር ፈቃር ድዮም ዝብሉ ሓፋር ክዳዕ ማለት እዩ ብኡየ ክጅምረልካ ሰላም ድ
ቀፅሊ ናፍቲ ጉዳይ ክተዛረ ያ ናይ ናይ ክቕፅል ዘይኮንኩ ክቕፅል ዘይኮንኩ ሕጂ ክትዛረብ እንዲኻ ኣንኻ ክምልሰልካ ገለ ፖለቲካ እያ ክዛረብ መፅያ ባይዘወ ትፈልጠኒ ኢኻ ፖለቲከኛ ምዃንኩ ሕጂ ብከምኡ እየ ክዛረብ መፅያ ቀፅል ኖ ኖ ሕጂ ዋዕላ ፕሮፋይለይ ስለ ዝቐየርኩ ቀዳማይ ፕሮፋይለይ ቀይረ ሽመይ ቀይረ ንሕና ንሱን ኢዲኤፍ ኢለ ምስ መጻኹ እ የእቲኻኒ ማለት እዩ ናይ ባባ ስብሓት ኢፍሬም ኮሎ ግን ሽመይን ኮሎ ግን በቃ ሸለል ክትእዝዘለይ ጸኒሕካ ማለት እዩ ሕጂ ኣይፈለጥካንን ከይትኸውን ጓል ግደ በሃል ዕልልቲ ህግደፋዊት ቀጽል ኣይ ኣነስ ኣይቅጽልን ይቐጽል እስኺ ክርእይቶ ክትህብ እየ ቀጽል ደኣ ኣንጢርካኒ እንዲኻ መንነተይ ምስ ፈለጥካ እኮ ኣንጢርካኒ ሕጂ ሃየ። ዋእ ኣይዛረብ ኣነ ተዛሪበ ወዲኤ ተዛረቢ እስኺ እንታ ዕድል ሂበኪ እንታ ክትበሊ። ኖኖ ሕጂ እቲ ፖለቲካ ትዛረቦሲ እቲ ምሽካዕ ንመንእሰያት ትዛረቦስ ንዕኡ ክምልሰልካን ርእሲ ርእስኻን ክብለካን እንድየ መጽየ ሕጂ ሃየ በቲ ፖለቲካ ትሓቶም በቲ ፖለቲካ ትዛረቦ ገለመለ ሕጂ ኣነ መጽየካ ኣለኹ ማለት እዩ። ኣንዳ ኣምላኽ ኣብ ብዙሕ ጎኒ ክጽበየካ ጸኒሐ ማዕረ ክልተ ሰሙን እያ ክትወስደለይ እዚኣ ሽም ኣካውንቲ ንክቕይራ ኮነ ኢለ ግን ሕጂ ተዛረቢ ሕራይ እሞ ንሰማዓኪ ተዛረቢ ሓሳብ ቀጽ ክሃብ ዋ ሓሳብ ክሃብ ተዛረቢ ብዛዕባ እንታይ ሕጂ ሓሳብ ክህብ ኣየናይ ሓሳብ እየ ክህብ ኣየናይ ክድዓት ትዛረቦ ኣየናይ ምስውሱ ክድዓት ናይ መንእሰያት ትጾርቦም ዘይኮንካስ ናብ ገደል ተጽድፎም ዘለካ እየ ክዛረብ እስከ ንገረኒ
ትዛረቢ ስ ኣነፍ ነግረኪ ተዛረቢ ደስ ዝበለኪ በየናይ ክጅምረልካ ብዚ ደለኺ ተዛረቢ እንታይ ክትዛረብ ደሊኺ ኣነ ኮይ ኮንኩ ናትኪ ድነግረኪበየናይ ክጅምረልካ በቲ ነቶም መንእሰያት ከመይ ጌርካ ለባም ለባም እንዳተፃወትካ ፈላጥ መሲልካ ተፅድፎም ዲ ክጅምረልካ ወይስ በቲ ልኡኽ ናይ በዓል ኤልሳ ጭሩም ምዃንካ ክጅምረልካ በየናይ ክጅምረልካ ብደስ ዝበለክስ ተዛረቢ ዕድል ተዋሂብክለኺ።
እንታይ ደኣ ርእስኻ ሕሚካ ድዩ? ታይ መዓት እዩ ወላሂ። ከተፍቅር ዝመጸት ኣይኮነትን ፖለቲካኻ እቲ ጉዕዙይ ፖለቲካ ፖለቲካኻሲ ክትሰብር ኢላ ዝመጸት እያ። ኣራይ እሞ ስለ ሪኦ ተዛረቢ።
ቀጽልባ ደቂ ባባ ኤሱ ከምኡ ኢና ንገብር እንዳ ንሕና ንሱም ከምኡ ኢና ንገብር ስቕና ኢና በቃ ቀጥቀጥ ንብለኩም በዓል ሜርሲ በቃ ፖለቲካ ንፈልጥ ኢና እዚ መንእሰይሲ በቃ ዋና የብሉን እሞ ኣብ ድላይና ሸኾርተት ከነብሎ ኢና ብምባል ትሰርሕዎ ፖለቲካ ጉዕዙይ ፖለቲካ ኣመንዝራ ፖለቲካ ሲ በቃ ስራሕ እዩ ተረኺቡለይ ማለት እዩ ሕጂሲ የጥፍኦም ኣለኹ ነዞም መንእሰያት ነዚኦም ሓንቲ ዘይፈልጡ ምባልካ ብጣዕሚ ማለት እዩ ከይነኣስኩኻ ኣይተረፍኩን ግን ክሳብ መዓሰ እዩ ክሳብ መዓሰ እዚ ከዳዕ በቃ ሓፋር ከዳዕ ኮይንካ ምኻድ ማለት እዩ ጉልባብካ ዘይተቐልዕ ሰለምንታይ ጉልባብካ ቀሊዕካሲ ከምቶም ጉልባቦም ቀሊዖም ከዳዕ ኣዶ ኣለዎስ ከምኦም ዘይትኾን እንታይ ገድሽካ እንታይ ገድሽካ ሙስሊነት ኣብ ሙስሊነት ትነብር ሜሩዋ ከምዚ ናተይ ገይራ ትዛረበካ ረኺብካ ዶ ኣይረኸብካን መዓንጣ ዘለዎ የለን መዓንጣ ዘለዎ የለን ንሕና ደቂ ህግደፍ ግን ብፍላይ ከዓ ደቂ ኣንስትዮ ከምዚ ኢና በቃ ተረዲእካኒ? እስኹም ኢኹም ከዓ ስራሕና ባይዘወይ ሜሪ ክነግረካ እስኹም ኢኹም ስራሕና በቃ ኣብዚ ኣንፀፂ ከነብለኩም ሲ እስኹም ኢኹም ስራሕና ኣብዚ በቃ ከም መንፊት ሃሪምና ሃሪምና ሃሪምና በቃ ክንፅርግፈኩም ሲ እስኹም ኢኹም ስራሕና ከምዚ ሕሩጭ ማለት እዩ እሞስ ኣንፀፂ ንተዛረቢ ዕድል ክበክስ ተዛረቢ ኣንፀፂ ድሌት ክስበልኒ እቲ ፋሽል ፖለቲካኻ እምበር ሕጂ ዘይፍ- ዘይፈልጡ መንእሰያት ኣምፂኻ እንዲኻ ኣብዚ ትዘርኦ ሕጂ ፅቡቅ ገይረ